ሰላም ሰላም ፍትዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ ኣብ ዝሓለፈ ተዘይተጋግየ ክልተ ግዜ ይመስለኒ ቪድዮ ሰሪሐ ነይረ ኣብ ዝሓጸረ ግዜ ጸጉሪ ከንውሕ ዝኽእል ጸገማት ናይ ጸጉሪ ክፈትሕ ዝኽእል ብኽባር ኣብ ዕዳጋ ዝሽየጥ ኣብ ገዛና ከመይ ጌርና ሰሪሕና ጸጉርና ክንንውሕ ከም ዘለና ኢለ ቪድዮ ሰሪሐ ነይረ ብጣዕሚ ብዙሓት ኣሕዋተይ ድማ እቲ ቪድዮ ፎቲኽንኡ ተጠቒምክናሉ ብዙሓት ክሳዕ ሕጂ ተመስግናኒኽን ብዙሓት ኣሕዋተይ ድማ ትሓታኒ ሕቶ ስለ ዘሎ ነቲ ዘይተረደኣክን ሕቶ ንኸምልሰልክንን ብዝበለጸ ድማ ብሉጽ ውጽኢት ከምጽእ ዝኽእል ኣሰራርሓ እውን ከርእየክን እየ ከመይ ገይረ ከም ዝፈተንክዎን ከም ዝፈትሕዎን እውን ከርእየክን እየ ብዛዕባ ጸጉሪ ክምልሰልክን ትደልዩ ከምቲ ኩሉ ግዜ ላይክ ሳብስክራይብ እናገበርክን ኣብ ኮሜንት ሕተታኒ ኣነ እውን ከምልሰልክን እየ ብቕንዕና ሰናይ ምክትታል ዘድልየና ድማ ኣብ ዝሓለፈ ርኢኽናኒ ዝረሳዕኽንኡ ክትህልዋ ትኽእላ ንመጀመርያ ግዜ ዝትሪኣን እውን ትህልዋ ትኽእላ ይኽን እሞ ሙሉእ ኣምፂኤልክን ኣለኹ እንጣጢዕ ከምኡ ድማ ኣነ ደረቕ ሮዝሜሪ እዩ ዘለኒ ንስኽን ደረቕ ትሃልይክን ደረቕ ይኸውን እዩ ፍሬሽ ትሃልይክን እውን ፍሬሽ ሮዝሜሪ ይኸውን እዩ ካብኡ ድማ ብጣዕሚ ብዙሓት ኣሕዋተይ ዝሓተትክና ንሲ ከርከዴል እንታይ ማለት እዩ ኣበይ ይርከብ ኢልክና ነርክን ኣብ ዝኾነ ሱቕ ወይ ኣብ ዝኾነ ድኳን ይርከብ እዩ ብፍላይ ኣብ እንዳ ዓረብ ገዛ ከብዶም ክሕመም ከሎ ብርጭ መጥፍኢ ኢሎም ይሰትይዎ እዮም። ምስ ሒና እውን መብዛሕትኡ ግዜ ይጥቀሙ እየን። ብሊፕቶን መልክዕ እውን ይመጽእ እዩ። ቀይሕ ሻሂ እውን ኢሎም ይጽውዕዎ እዮም። ከርከደል ኢሎም እውን ይጽውዕዎ እዮም። ከምኡ ድማ ኣባዕኸ ሓባ ሶዳ ወይ ጸሊም ቅመም እዚ ናብ ሕምባሻ ንጥቀሞ ዘሎ ከምኡ ድማ ቅርንፉድ ወይ ድማ ናይ ሻሂ ቀመም እዚ ሕጂ ዘርእየክን ኩሉ ኣብ ዝሓለፈ ተደጋጋሚ ካብ ዝተሓተትክዎ ሕቶታት ክልተ ዓይነት ኣለዋኒ ሰለስተ ዓይነት ኣለዋኒ ኣብ ክሽኔ ሪኤ ኣብ መጥበኽ ሪኤ ኢልክን ብዙሓት ዝሓተትክናኒ ኣለኽን ስለዚ እተን ዘለዋኽን ክልተ ዓይነት ይኹና ሰለስተ ዓይነት ክትጥቀማ ትኽእላ ኢኽን ጥራሕ ሱቕ ክትብላ ኣይብልኽንን እዚ ትርእይኡ ዘለኽን ድማ ወረጋ ልቃር ይበሃል ብፍላይ ዓረባት ምስ ሩዝ ምስ ካብሳ ዝስራሕ እዩ ካብ ገዛ እንዳ ዓረብ ብፍላይ ኣይጠፍእን። ካብኡ ብድሕሪኡ እዚ ከርእየክን ዝጸናሕኩ ካብ ኩሉ ኣነ ክልተ ክልተ ዓበይቲ ማንካ እየ ገይረ ንስኽን ክትውስኻሉ ትኽእላ ክትቅንሳሉ ትኽእላ ወይ መውቀጢ ወይ መጥሓኒ ጌርክን ኢኽን ንእሽተይ ከምዛ ሕጂ ዘርእየክን መንገዲ ክትጥቀማ ዘለክን ምኽንያቱ ኣነ ጽቡቕ ውጽኢት ስለ ዝረኣኹሉ ዝሐሸ መንገዲ እውን ኢለ ስለ ዝረእኽዎ ማለት እዩ ክትጥሕንኡ ከለኽን ፓወር ቅንስ ሰቢልክን ብጣዕሚ እውን ክትጥሕንኦ ኣይብልኽንን፣ ፓውደር ክስካዕ ዝኸውን ብፍሩይ ከሎ እውን ክትገብርኡ ኣይብልኽንን ወይ ክትወቕጥኡ ኣለክን ወይ ክትጥሕንኡ ኣለክን። ክትጥሕንኡ ከለኽን ንኣብነት ከምዚ ትርእይኡ ዘለኽን ሕጂ ሮዝሜሪ ፓውደር እውን ኣይኮነን ግን ካብዚ ዝነበሮ ድማ ንእሽተይ ጥሒነዮ ኣለኹ፣ ጽቡቕ ገይሩ ንክወሃሃድ ድማ ምቹው ኮይኑ ኣለይ ኣሎ ማለት እዩ። ንኣብነት ፍልልይ ርኣዩ። ፓውደር ኣይኮነን፣ ነገር ግን ምስዛ ቀዳመይቲ ገና ከይጠሓንክዋ ከለኹ ከምዛ ትርእይኣ ዘለኽን ሓደ ኣይኮናን። ብድሕሪኡ ናብ ሓደ ዝኾነ ጎማ ድዩ ዝኾነ ዘለክን ነገር እስኽን ክትመልእኡ ትኽእላ ኢኽን፣ ኣነ ድማ ከምዚኣ ገይረ እዛ ቅርንፉድ እውን ክልተ ዓበይቲ ማንካ መሊኤ ትውስኻን ትቕንሳን ትኽእላ ኢኽን። ንእሽተይ እዚ ከምዚ እልኽ ናይ ምባል ባህሪ ኣለዎ ይቅርንፉድ። ግን ኣነ ኣብዚኣ ዝተጋገኽዋ እልኽ ዝበለ ነገር ስለ ዝረኣኽዎሲ ኣይጠሓንን ዝኸውን ኢለ ፓወር ወሲኸሉ ፓውደር ኮይናትኒ ብጣዕሚ ተጣሒና እዛ ቅርንፉድ ግን ንስኽን ክስካዕ ከምዚ ዝብል ዘይኮነ ክስካዕ ከምታ ቀዳመይቲ ናይ ሮዝሜሪ ዘረኣኹን ከምኣ ንእሽተይ ምቕል ምቕል ክስካዕ ዝብል ደኣ ይኽን እምበር ክስካዕ ከምዚ ኢሉ ፓውደር ዝኸውን ክትጥሕኑ ኣይብልኽንን ኣነ ሸለል ኢለ ፓወር ወሲኸሉ እያ ፓውደር ኮይናትኒ ካልእ ግዜ ስካዕ ከምዚ ፓውደር ዝኸውን ኣይጽሕኖን ማለት እዩ። ከምዚኣ ገይረ ናብዛ ሮዝሜሪ ወሲኸያ ኣለኹ። ብድሕሪኡ ድማ ክልተ ዓበይቲ ማንካ ካብ ዝተረፈ ኣባዕኸ ገይረ ኣለኹ። ኣባዕኸ እውን ከምዛ ትሪኣ ዘለኽን ኣባዕኸ ንእሽተይ ጥንክር ዝበለ እዩ ክትጥሕንኡ ከለኽን ሓይሊ የድልየክን እዩ ንእሽተይ ካብቲ ቅድሚኡ ክንጥሕንኡ ዝፀናሕና ዋላ ክትወቕጥኡ ከለኽን ዋላ ክትጥሕንኡ ከለኽን ንእሽተይ ኣነ ፓወር ውስኽ ኣቢለ ቁፅሪ ወሲኽን ኣብዛ መፅሓኒት ንእሽተይ ፓውደር እውን ከይኮነ ከሎ ከምዚ ትሪኡ ዘለኽን ካብዚ እህጽረ ግን ዝበለጸ ንክወሃሃደለይ ጽቡቅ ክስካዕ ዝከውን ከምዛ ትሪኢኣ ዘለክን ገይረ ጢሒነዮ ኣለኩ እዚ ውን ናፍቲ ቀዳማይ ክሓውሶ እየ ድሓር ከመይ ገይረ ዘይቲ ከም ዝሓውሰሉ ከርእየክን እየ ዝተረፈ ድማ ጣጢዕ ውን ከምኡ ክልተ ዓበይቲ ማንካ መሊኤ ገይረ ጣጢዕ ብጣዕሚ ቀልጢፉ እዩ ዝጥሓን ዋላ ክትጥሕንኡ ዋላ ክትወቅጥኡ ከለክን ውን ኣየድክመክንን ፓወር ንእሽተይ ቅንስ ኣቢለ ቁጽሪ ቀኒሰ እዛ መጥሓኒት ምስ ተጥሓነ ድማ ልክዕ ከም ዝትርእይኡ ዘለኽን ናብዘን ቀዳሞት ክሓውሶየ ሕጂ ዝተርፈኒ ድማ ከርከዴል እዩ። ኣብ ዝሓለፈ ተደጋጋሚ ካብ ዝሓተትክዎ ሕቶታት ካብ ዓዲ ዓረብ ወጻኢ ዘለና ከርከዴል እዚ ዘረኣኹን ደረቕ ቆጽሊ ወረጋ ልቓር ዝበልክንን ኣበይ ይርከብ ኣበይ ክንረኽቦ ንኽእል ኢልክን ዝሓተትክናኒ ነርክን። ስለዚ ኣብ ናይ ህንድን ኣብ ናይ ዓረባትን ቅመም ኣብ ትገዝኣሉ ድኳናት ወይ ሱቕ ክትረኽብኡ ትኽእላ ኢኽን በዝሒ ግዜ ኣነ ይርኢ ኣብ ቲክቶክ ብፍላይ እዘን ኣፍሪካውያንን ህንድን ክሰርሓሉ ይርኢ ኣብዚ ናይ ዓረባትን ኣብ ናይ ህንድን ኣብ ቅመማት ዝሸጥሉ ድኳናት እውን ከም ዝርከብ ይፈልጥን ይሰምዕን እየ እሞ ኣብኡ ከይድክን ክትረኽብኡ ትኽእላ ይኽን ክብለክን ይፈቱ ካብኡ ከርከዴል እውን ከምዚ ትርእኡ ዘለኽን ንምጥሓን ብዙሕ ኣየጸግመክንን ፓወር ጽቡቅ ጌርክን ቀኒስክን ወይ ክትወቅጥኡ ከለኽን ድማ ሓይሊ ምጥቃም እውን ኣየድልየክንን ከምዚ ትርእይኡ ዘለኽን ምስ ተጥሓነ ነዚ ይመስል። እዚ ውን ከምኡ ናብዚ ክጥሕኖ ዝጸናሕኩ ሓውሰየ ሕጂ ዝተርፈና እዚ ክዕለክን ዝጸናሕኩ ወረጋ ልቓሪ እዩ። ፍሬሽ ውን ርእየ ኣለኹ ህንድሲ ዘይቲ ናይ ጸጉሪ ወይ ቅብኣት ናይ ጸጉሪ ክሰርሓ ከለዋ ብፍሬሽ ጌረን እናሰርሓ ርእየ ኣለኹ ግን ኣነ ተደጋጋሚ ኣብ ዘለኹዎ ዓዲ ተደጋጋሚሲ ዓረባት ብደረቕ ከምጽእዎ እየ ዝርኢ እምበር ፍሬሽ ኣጋጢሙኒ ኣይፈልጥን ስለዚ ፍሬሽ እንድሕር ደኣ ረኺብክን ፍሬሽ እውን ጽቡቕ እዩ ዘይቲ ክሰርሓሉ ይርእ እየ ናይ ጸጉሪ ደረቕ እንድሕር ረኺብክን እውን ይኸውን እዩ ኣነ እኳ መብዛሕትኡ ግዜ ስብር ስብር ኣቢለ እየ ዝቐምጠሉ ወይ ናብዚ ዘይቲ ዝሓውሶ ነይረ እምበር ኣይጥሕኖን ነይረ ግን ጥሒነ ርእየዮ ጽቡቕ ውጽኢት ድማ ስለ ዝረኸብኩሉ ከምዚ ትርእኡ ዘለኽን ብጣዕሚ ጽቡቕ ገይሩ ክጠሓነ ይብሉን ከም ዘረኣኹን ፓውደር ክኸውን ኣይብሉን ድሓር ምፍልላይ ንኸይኣብየክን ከምዚ ትርእይኡ ዘለኽን ጌርክን ኢኽን ክትጥሕንኡ ዘለክን እክንዲ ዝደለኽንኡ መጠን ክትውስኻሉ ትቅንሳሉ ትኽእላ ኢኽን ክትጥሕንኡ ከለኽን ወይ ክትወቅጥኡ ከለኽን ድማ ብፍላይ ክትጥሕንኡ ፓወር ንእሽተይ ትቅንሳሉ ኣለክን ቀልጢፉ ስለ ዝጥሓን ሕጂ ዝተርፈና ድማ ዘንጅብል እዩ ዘንጅብል ፍሬሽ ተሃሊክን ፍሬሽ ትገብራ ትኽእላ ኢኽን ደረቅ ተሃሊክን ፓውደር እውን ፓውደር ትገብራ ትኽእላ ኢኽን መብዛሕትኡ ግዜ ኣነ ካብ ፓውደር ፍሬሽ እየ ዝጥቀም ግን ነዊሕ ዝጸንሕ ፍሬሽ ዘይኮነ ፓውደር እዩ። እንድሕር ዘንጀቢል ዝስማዕመዐክን ኮይኑ እሞ ነዊሕ ክጸንሕ እንድሕር ደኣ ደሊኽን ፓውደር ትገብራ ትኽእላ ኢኽን። ኣነ ግን ከምዚ ትርእኡ ዘለኽን ዝንጅቢል ናይ ክልተ ጻብዕቲ ወይ ናይ ሓንቲ ጻብዕቲ ዝኸውን ቁራጽ ይኸትፍ እሞ ብድሕሪኡ ሓጺበ ልሒጸ እየ ናብኡ ዝገብሮ። ነገር ግን ክትፈልጡ ዘለክንሲ ዘንጀቢል ብጣዕሚ ዘሕኽኸክን እንድሕር ኮይኑ ጸጉርክን ዘይስማዕመዐክን እንድሕር ደኣ ኮይኑ ብዙሕ ክተብዝሓሉ ኣይብልኽንን ንኣብነት ካብዚ ሕጂ ተጠቒመሉ ዘለኹ ናይ ሓንቲ ጻብዕቲ ወይ ናይ ፍርቂ ኣጻብዕቲ ትኸውን ቁራጽ ኢኽን ከቲፍክን ትገብራሉ ዘለክን እምበር ብጣዕሚ ክተብዝሕኡ ኣይብልኽንን ንጸጉሪ ብጣዕሚ ይጠቅም እዩ ነገር ግን ጸጉርኽን እንድሕር ደኣ ዘይስማዕምዐክን ኮይኑ ክትውስኻሉን ትቅንሳሉን ትኽእላ ኢኽን ይብለክን ቀጺለ ድማ ኣነ ካብ ዓሰርተ መዓልቲ ወይ ካብ ሰሙን ንደሓር እዚ ዘንጀቢል ከፊተ ይሪኦ እቲ ጥርሙዝ እሞ እንድሕር ደኣ ናብ ክብስብስ ዓይነት ሕብሩ ክቕይር ኮይኑ ሪኤዮ ነቲ ዘይቲ ንኸየባላሽወለይ ማለት እቲ ተጠቒመዮ ዘለኹ ኩሉ ደረቕ እዩ እታ ዘንጀቢል ጥራሕ እያ ፍሬሽ ዘላ ፍሬሽ ከዓ ነዊሕ ግዜ እንድሕር ደኣ ጸኒሑ ናይ ምብስባስ ናይ ምብልሻው ባህሪ ስለ ዘለዎ ሪኤ ክብስብስ ወይ ሕብሩ ክቕይር እንድሕር ደኣ ጀሚሩ ብኻራ ውግእ ውግእ ኣቢለ እዘን ዘንጀቢል ኣውጺኤ ይጉሕፈን እየ ማለት እዩ። ንስኸን እውን ከምኡ ክትገብራ ኣለክን። ወርሒ ክልተ ወርሒ ጸኒሑ ምንም ዓይነት ጸገም ኣየምጽእን እዚ ሕጂ ንሰርሖ ዘይቲ ምንም ዓይነት ጸገም የብሉን ኩሉ ደረቕ ስለ ዝኾነ ነገር ግን ፍሬሽ ነገር እንድሕር ደኣ ሓዊስክናሉ እቲ ፍሬሽ ነገር ክባላሾ ስለ ዝኽእል ካብ ዓሰርተ መዓልቲ ክተውጽኡ ወይ ክትፈልዩ ኣለክን ይብለክን ካብኡ ኣነ መብዛሕትኡ ግዜ ዘይዘይቱን ወይ ድማ ኦሊፍ ኦይል እየ ዝገብር ንስኽን ግን ዘለክን ዘይስማዕምዐክን ዓይነት ዘይታት ሓዋዊስክን ክትጥቀማሉ ትኽእላ ይኽን ንኣብነት ኣነ ዘይዘይቱን ወይ ኦሊፍ ኦይል ሓንቲ ኮብ መሊኤ ገይረ ኣለኹ ናብዚ ከርእየክን ዝጸናሕኩ ናብዚ ዝጠሓንክዎ ኩሉ ሓንቲ ኮብ ጥራሕ እየ ተጠቒመ ዘለኹ ድሓር መወዳእታ ክውስኸሉ እየ ንስኽን ግን ካብ ኮብ ክትውስኻሉ ትኽእላ ክትቅንሳሉ ትኽእላ ከምቲ ከርእየክን ዝጸናሕኩ ከም መጠን ትሰርሕኡ ኢኽን ትዕቅንኡ ማለት እዩ። ስለዚ ናብዚ ኩሉ ጥሒነ ሓዋዊሰዮ ዝጸናሕኩ እዚ ሓደ ኮብ ዘይቲ ናብኡ መሊኤዮ ኣለኹ። ጽቡቕ ገይረ ድማ ሕጂ ከመሳስሎየ ጽቡቕ ገይርክን ክተመሳስልኡ ኣለክን ጽቡቕ ገይሩ ንክወሃሃድ ማለት እዩ። እንተኽኢልክን እውን እናኸፈትክን ኣብ ሰሙን ኣብ ሸውዓተ መዓልቲ ኣብ ሰዓት ዝረኸብክንኡ ኣብ ዝዘከርክንኡ ኣብ ነጻ ዝኾንክንኣሉ ከምዚ ጌርክን ብዕንጸይቲ ነገር ወይ ብዝኾነ ነገር ክተመሳስልኡ ትኽእላ ኢኽን ምክንያቱ ኣብ ዘመሳሰልክንኡ ወይ ኣብ ዝሓዋወስክንኦ ቁጽሪ እቲ ዘይቲ ጽቡቅ ጌሩ ምስ ተዝጠሓንክንኡ ነገር ንክወሃሃድ ስለ ዝሕግዝ ማለት እዩ። ስለዚ ኣብ መጀመርያ ይኹን እናኸፈትክን ኣብ ሰሙን ኣብ ትጥቀማሉ ዝሓሰብክን ማለት ንጸጉርክን ተጠቂምክንሲ መሊስክን እቲ ዘስፈፍክንኡ ነገር ናብኡ ክትመልስኡ ከለኽን እውን ከምኡ ጌርክን ኣወሃሂድክን ክትከድንኡ ትኽእላ ኢኽን። ንብዙሕ ግዜ ይጸንሕ እዩ። ጨና ኣለዎ ዶ ኢልክን እውን ሓቲትክናኒ ኔርክን፣ ምንም ዓይነት ጨና ኣይብሉን፣ ምኽንያቱ ቅርንፉድ ስለ ንገብረሉ፣ እቲ ቅርንፉድ ንኹሉ እዩ ዝሕይሎ፣ ኩሉ በቃ ጨንኡ ቅርንፉድ ቅርንፉድ ጥራሕ እዩ ዝጨኑ እምበር፣ ምንም ዓይነት ጨና ኣይብሉን ክብለክን ይፈቱ ብድሕሪኡ ኣነ ከምቲ ኩሉ ግዜ ዘርእየክን ዘይቲ ጥራሕ ዝጥቀመላ ናይ ዘይቲ ጥራሕ ዘይትቐየር ጥርሙ ዘላትኒ ዝገጥም መኽደን ዘለዋ ኣብ መወዳእታ ከርእየክን እየ ናብኣ መሊአዮ ኣለኹ ከምዚ ገይሩ እንድሕር ደኣ ሓፊስ ኮይኑ ከም ዘርእየክን ዘለኹ ድማ ዘይቲ ክትውስኻሉ ትኽእላ ይኽን ኣነ ኮብ ዘይቲ ወሲኸሉ ኣለኹ ምክንያቱ ከምዚ ዝረአ ክንኡ ሓፊስ ስለ ዝኾነ ጽቡቕ ዘይቲ ንኽወጾ ስለ ዝደለኹ ኮብ ዘይቲ ወሲኸሉ ኣለኹ እስኽን ውን ትውስኻሉ ትኽእላ ኢኽን ምኽንያቱ ብጣዕሚ እንድሕር ደኣ ሓፊሱሲ ጽቡቕ ዘይቲ ክወጸልክን ኣይኽእልን ከምዚ ዘርእየክን ኣሕቢርክንስ ኣብዚ ዘሕበርክናሉ ማንካ ወይ ከምዚ ትርእይኡ ዘለኽን ዝኾነ መሕበሪ ነገር ተጠቒምክን ተሕብርኡ ከለኽን ደሓር ክተልዕልኡ ከለኽን ዘይቲ ጥብጥብ ትብል እንድሕር ደኣ ኮይና ደሓር ክተስፍፍኡ ከለኽን ጽቡቕ ዘይቲ ይወጸልክን ኣሎ እንድሕር ደኣ ዝኾነ ክትግልብጥኡ ከለኽን ወይ ካብቲ ማንካ ወይ ካብቲ ተሕብራሉ ዘለኽን ነገር እንድሕር ደኣ ዘይቲ ጥብጥብ ዘይብል ኮይኑ ድማ ደሓር ጽቡቕ ውጽኢት ዘይከምጸእልክን ጽቡቕ ብዙሕ ዘይቲ ዘይክወጸልክን ይኽእል እዩ ስለዚ ብጣዕሚ ሓፊስ ክትገብሮ የብልኽንን ክብለክን ይፈቱ። ከምዛ ትርእያ ዘለኽን እዛ ጥርሙዘይ ጽብቕቲ ግጥምቲ እያ መኽደና ከምዚ ዓይነት ጥርሙዝ ተሃልይክን ናይ ዘይቲ ክኸውን ይኽእል ናይ ዝኾነ ዝተወደእ ተሃልይክን ሓጺብክን ንቕብኣትክን መስርሒ ክትጥቀምኡ ትኽእላ ይኽን ክትጉሕፉ ኣይብልኸንን ምኽንያቱ ንጥዕናና ካብ ፕላስቲክ ጥርሙዝ ስለ ዝምረጽ ጥርሙዝ ይኽን ትመርጻ ዘለክን ካብ ፕላስቲክ ንነዊሕ ግዜ ክተቐምጽኡ እንድሕር ደኣ ኮይንክን ኣብ ጸልማት እምበር ኣብ ብርሃን እውን ክተቐምጽኡ ኣይብልኸንን ከምዚኣ ገይረ ኣነ ኣብ ጸልማት ክቐምጣ እየ ብድሕሪኡ ድሕሪ ሓደ ሰሙን ከምዚ ዓይነት ጨርቂ እንድሕር ድኣ ሃልይክን ኣብ ኦንላይናት እውን ይሽየጥ እዩ ወይ ዝኾነ ጨርቂ ባዕልኽን ቀዲድክን ክኸውን ይኽእል እዩ ጨርቂ እንተሃልይክን ብጨርቂ ኣስፊፍክን ክትጥቀምኡ ትኽእላ ኢኽን ጨርቂ ተዘይብልኽን ድማ ከምዚ ዓይነት ናይ ሻሂ ጥቕጥቕ ዝበለ ማለት ምንም ሕማቕ ሕርኽራኽ ከውፅእ ዘይኽእል ወይ ከፍስስ ዘይኽእል ናይ ሻሂ መስፈፊ እንድሕር ድኣ ሃልዩ ድማ ከምዚኣ ጌርክን ክተስፍፍኡ ትኽእላ ኢኽን፣ ብዘለክን ተስፍፍኡ ትኽእላ ኢኽን። ድሕሪ ሓደ ሰሙን እንተተጠቒምክንኡ ብፍላይ እዩ ጽቡቕ ውጽኢት ከምጽእልክን ዝኽእል። ኣጠቓቕምኡ ድማ ምስ ተሓጸብክን ዘይኮነ ቅድሚ ምሕጻብክን። እንተ ረኺብክን ወይ ባናና ወይ ኣቮካዶ ብፍላይ ተረኺብክን ብጣዕሚ እዩ ጽቡቕ። ንኣብነት ኣነ ሕጂ ክልተ ዓበይቲ ብጣዕሚ ዝበሰለ ልስሉስ ባናና ኣለኒ። ከምኡ ድማ ርግኦ ኣለኒ። ካብዚ ርግኦ ክልተ ማንካ ክጥቀም እየ። ንስኽን ግን ዘለክን ብፍላይ እንቆቕሖ ትረኽባ ተኾይንክን እውን ሓንቲ እንቆቕሖ ብድሕሪኡ ሎሚን ኣብ መወዳእታ ትፀምቋሉ ጨንኡ ምእንቲ ከጥፍኦ ኣነ ንሕዚ እንቆቕሖ ኣይተጠቐምኩን እዘን ክልተ ዘረኣኹን ባናና ሎሚን ክፀምቆሉ ኣይደልኹን ምክንያቱ እንቆቕሖ ስለ ዘይብለይ ርግኦ ገይረ ኣለኹ ክልተ ማንካ ካብኡ ካብዚ ከርእየክን ዝፀናሕኹ ዘይቲ ኣስፊፈ ሓደ ፍንጃል ወይ ድማ ካብዛ ዘርእየክን ዘለኹ ኮብ ርብዒ ገይረ ኣለኹ ከምዛ ትርእያ ዘለኽን ኣስፊፈ ዘይቲ ዘይቱ ዝበለ ናብዚ ብሌንደር ወይ ድማ ናብዚ መጥሓኒ ገይረሉ ኣለኹ ማለት እዩ። ብድሕሪኡ ብጣዕሚ ጽቡቅ ጌርክን ክትጥሕኑ ኣለክን። መጥሓኒ ዘይብልክን ድማ ኣብ ፋርኬታ ክኸውን ይኽእል፣ ብማንካ ክኸውን ይኽእል፣ ከምዚ ትሪእው ዘለኽን ጌርክን ጥሒንክን ክትጥቀማ ትኽእላ ኢኽን። ብዘይ ዝኾነ ነገር ብዘይ ባናና ብዘይ ኣቮካዶ ድማ እቲ ዘይት በይኑ ጥራሕ ቅድሚ ምሕጻብክን ኣብ ሰሙን ወይ ኣብ ዓሰርተ ሓሙሽተ መዓልቲ ሓደ ግዜ ኣብ ጸጉርኽን ካብ ሱር ክስካዕ ጫፍ ተጠቒምክን ደሓር ክትሕጸብኡ ትኽእላ ኢኽን፣ ድሕሪ ምሕጻብክን ድማ ዝስማዕመዐክን ዓይነት ቅብኣት ጌርክን ጸጉርክን ትጉንግንኡ፣ ፍልይ ዝበለ ለውጢ ድማ የርእየክን ማለት እዩ። እንተተኻኢሉ እንተተኻኢሉ ግን ትጥቀምኡ ዓይነት ማስክ እዚ ዘይቲ ናብኡ እንድሕር ደኣ ሓዊስክናሉ ከኣ ብዝበለጸ ፍሉይ ለውጢ የምጸእልክን። እዚ ባናና ትጥቀማ ትኮይንክን ሕጂ ብጣዕሚ ዝበሰለ እንድሕር ደኣ ኮይኑ ከምዚ ትርእዩ ዘለኽን ክሬም እዩ ዝኸውን ጽቡቅ ገይሩ እውን ማይ ክኸውን ኣይብሉን ደረቅ እውን ክኸውን ኣይብሉን ማይ እንድሕር ኮይኑ ካብ ጸጉርኽን እናፈሰሰ ናብ ገጽክን እናፈሰሰ የጸግመልክን ክስካዕ ክልተ ሰዓት ሰለስተ ሰዓት ኣብ ጸጉርኽን ትሕጸብኡሲ ትዕግስቲ ክትስእና ትኽእላ እንድሕር ደኣ ማራ ሓፊስ ኮይኑ ጽቡቅ ገይሩ ተዘይተጣሒኑ ድማ ካብ ፀጉርኸን ምፍላይ ክኣብየክን ይኽእል ማለት እዩ። ስለዚ ከምዛ ትርእያ ዘለኸን ክሬም ክስካዕ ትኸውን ወይ ብፋርኬታ ወይ ብማንካ ወይ ብብሌንደር ጌርክን ክትጥሕንኦ ኣለክን። ቅድሚ ምሕፃብክን ድማ ናብ ፀጉርኽን ተጠቒምክን ክልተ ሰዓት፣ ኣርባዕተ ሰዓት፣ ሰለስተ ሰዓት ተፅኒሕኽን ፀጉርኽን ትሕፀብኡ። ዕረ ትጥቀማ ተኮይንክን እውን ምስ ዕረ፣ ምስ ኣቮካዶ፣ ምስ ባናና ምስ ዝጥቀምኡ ዓይነት መቸም ቅድሚ ምሕፃብና ኣብ ሰሙን ሓደ ግዜ ማስክ ንገብር ኢና። ሰዓት እንድሕር ደኣ ረኺብና ስለዚ ሰዓት ተረኽባ ነፃነት ዘለክን እንድሕር ደኣ ኮይንክን ከምኡ ጌርክን ተጠቒምክን ፀጉርኽን ተኸናኸና ብሉፅ ለውጢ ከዓ ተምፅኣሉ ትኽእላ ይኽን ምንም ዘይትረኽባ ተኮይንክን ክልተ ዓይነት ሓደ ዓይነት ጌርክን እውን ፀጉርኽን ተተጠቒምክንኡ ብጣዕሚ ብሉፅ ለውጢ ይኽን ተምፃ ክብለክን ይፈቱ ፍትዋት ኣሕዋተይ ክትፈትውን ክትጥቀማሉ ድማ ተስፋ ይገብር ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናዩ ንዓኽን ባይ ባይ